ሰላምን ጥዕናን ንኹሉኹም ተኸታተልተይ ይኹን እንዳበልኩ ናብ ናይ ለማዓንቲ መደበይ ክኣትው ኣብ ናይ ለማዓንቲ መደበይ ከምቲ ልሙድ ንዓኹም ንታታተልተይ የምህር እዩ ኢለ ዝሓሰብክዎ መደብ ሒዘልኩም መጼ ኣለኹ ናይ ለማዓንቲ መደበይ ዘልዕሎ ብፍላይ ናይ ጾታዊ ርክብ ስምዒትኩም ዝደኸመኩም ዝጠፈእኩም ደቂ ተባዕትዮ መትሎኹም ቀልጢፉ ዘይለዓለልኩም ተላዒሉ ውን ብዙሕ ከይጸነሐ ቀልጢፉ ዝወድቀኩምን ቀልጢፍኩም እንዳፍሰስኩም ነፍቃሪትኩም ንበዓልቲ ቤትኩም ክተዕግቡ ዝተጸገምኩም ደቂ ተባዕትዮ እዚ መደብዚ ክሓልፈኩም ኣይግባእን። ኣባና ብቐሊሉ ንረኽቦ ዝንጅብል ዝበሃል ተኽሊ ካብ ትፈልጥዎ ጠቕሙ ንምግብና ካብ ምምቃር ከምኒ ሰዓል ዝኣመሰሉ ሕማማት ካብ ምክልኻልን ካብ ምጥፋእን ብተወሳኺ ንጾታዊ ርክብ ተታሒዙ ብጣዕሚ ኣገዳሲ ተኽሊ ከምዝኾነ ክንሪኢና እስካብ ናይ መደበይ ፍጻመ ሓቢርኩምኒ ጽንሑ። ነዚ ቻነል ሓደሽቲ ዝኾንኩም ሳብስክራይብ ብምግባርን ነታ ናይ ደወል ምልክት ሓንቲ ሻዕ ብምንካእን ዝተፈላለዩ ናይ ጾታዊ ርክብ፣ ናይ ጥዕና ከምኡ ውን ናይ ሓዳርን ናይ ፍቕርን ህይወት ኢንፎርሜሽን ትረኽብሉ ቻነል ሰድራ ንኽትኮኑ ብኽብሪ ንሓትት። መደብና ናብ ብዙሓት ሰባት በጺሑ ብዙሓት ኣሕዋትና ትምህርቲ ንኽወስድሉ ላይክ ጌርኩም ጀምርዎ። ስድራ ንዝኾንኩምኒ እንዳመስገንኩ ናብ መደበይ ክምለስ። ዕድመ እንዳደፍኣ ብዝኸደ ቁፅሪ ኣብ ደቂ ተባዕትዮ ሰውነት ዝርከብ ምዝውዋር ደም ብጣዕሚ እንዳቐነሰ ይኸይድ እዩ። ምስ ፆታዊ ርክብ ዝተተሓዘ ዝነበረኩም ናይ ፆታዊ ርክብ ዓቕሚ ይቕንስ እዩ። ናይ ፆታዊ ርክብ ስምዒትኩም እውን ይጠፍእ እዩ። ኣብ ደቂ ኣንስትዮ እውን ብተመሳሳሊ ኣብ እዋን ፆታዊ ርክብ ኣብ ብልዕትኽን ዘሎ ራሕሲ ምቕናስ ናይ ፆታዊ ርክብ ስምዒትክን እውን ምቕናስ ኣብ እዋን ጾታዊ ርክብ ቃንዛ ምስ ዕድመ ዝመጹ ጸገማት እዮም፣ ኮይኑ ግና ነዞም ጸገማት ኩሎም ኣብ ዝንጅብል ብንረኽቦ ኒውትረንት ብቐሊሉ ነዞም ጸገማት ንኽነጥፍኦም ይሕግዘና እዩ። ንኣብነት ንደቂ ተባዕትዮ ምስ ናይ ደም ምዝውዋር ተታሒዙ ኣብ እዋን ጾታዊ ርክብ መትሎኹም ደው ንኽብልን ንነዊሕ ደቓይቕ ንኽጸንሕን ዝገብሮ ናይ ደም ምዝውዋር ስለዝኾነ ንዝንጅብል ምስ ምግብኹም እንዳሓወስኩም ኣብ ትበልዕሉ ግዘ ናይ ደም ምዝውዋርኩም ብዕጽፊ የወስኾ እዩ፣ እዚ ድማ መትሎኹም ቀልጢፉ ደው ንኽብልን ደው ድሕሪ ምባሉ ድማ ንነዊሕ ደቓይቕ ንኽጸንሕ ዝሕግዘኩም እዩ። እቲ ካልእ እንሪኦ ድማ ቴስቴስትሮን እንብሎ ሆርሞን ኣሎ፣ ወይ ድማ ናይ ደቂ ተባዕትዮ ሆርሞን ተባሂሉ ዝጽዋዕ እዩ። እዚ እውን ምስ ናይ ጾታዊ ርክብ ናይ መትሎ ደው ናይ ምባል ምስ ናይ ጾታዊ ርክብ ዕግበት ዝተታሓዘ ኣብ ደቂ ተባዕትዮ ጥራሕ ዝርከብ ዓይነት ሆርሞን እዩ። ስለዝኾነ እዚ ሆርሞን እዚ ብበዝሒ ኣብ ዝፍልፈለሉ ግዘ ደቂ ተባዕትዮ ናይ ፆታዊ ርክብ ስምዒትኩም ይውስኽ፣ ናይ ፆታዊ ርክብ ፃንሒትኩም እውን ብኡ ልክዕ ንኽውስኽ ይገብር እዩ። ነዚ ንምግባር ድማ ዝንጅብል ክትጥቀሙ ኣለኩም። ዝንጅብል ነዚ ሆርሞን እዚ ብበዝሒ ንክፍልፈል ስለ ዝገብር ኣብ ናይ ጾታዊ ርክብ ምንቅስቃስና ኣክቲቭ ንክንከውን ይገብር እዩ። ዝንጅብል ንደቂ ኣንስትዮ እውን ዝህቦ ፍሉይ ጥቅሚ ኣሎ። እዚ ድማ ልክዕ ከም ናይ ደቂ ተባዕትዮ ቴስቴስትሮን ሆርሞን ከም ዝበልናዮ ናይ ደቂ ኣንስትዮ ድማ ኢስትሮጅን ዝበሃል ሆርሞን ኣለወን። እዚ ሆርሞን ኣብ ዝሓ ግዘ ነታ ጓል ኣንስተይቲ ኣብ ውሽጢ ብልዕታ ንዘሎ ቅብኣት፣ ካብ ምፍልፋል ጀሚሩ እስካብ ናይ ፆታዊ ርክብ ዘለዋ ምድላውን ስምዒትን ዝቆፃፀር ሆርሞን ስለዝኾነ ዝንጅብል ድማ ብጠባዩ ነዚ ሆርሞን እዚ ናይ ምንቕቓሕ ጠባይ ስለዘለዎ እታ ጓል ኣንስተይቲ ዝንጅብል ደጋጊማ ትበልዕ እንተኾይና ኣብ ውሽጢ ብልዕታ ዘሎ ራሕሲ ቅብኣት እንዳወሰኸ ናይ ጾታዊ ርክብ ድሌታ እውን በዚ ሆርሞን ማኔጅ ስለዝግበር ምስ ሰብኣያ ኣፍቃሪኣ ትገብሮ ኩሉ ምንቅስቓስ ብሉጽ ንክኸውን ይገብር እዩ። ኣብ ብልዕትኽን ከባቢ እኹል ራሕሲ እንተሃልዩ ድማ ኣብ እዋን ጾታዊ ርክብ ቃንዛ ንከይስምዐክን ይከላኸለልክን እዩ። እዚ ዝኸውን ከመይ እዩ ዝብል ሓሳብ ክተልዕላ ትኽእላ ኢኽን። እኹል ራሕሲ ኣብ ውሽጢ ብልዕትኽን እንተሃልዩ መትሎ ናብ ውሽጢ ብልዕትኽን ክኣትው እንተሎ፣ ፈጺሙ በፍሕፍሕ ቃንዛ ኣይስምዐክንን፣ እዚ ድማ ጾታዊ ርክብኩም ብሉጽ ንኽኾነልኩም ይሕግዘኩም እዩ። ካብዚ ብተወሳኺ ድማ እኹል ፈሳሲ ኣብ ውሽጢ ብልዕትኽን እንተሃልዩ ብቐሊሉ ናብ ናይ ጾታዊ ርክብ ንዕግበት ጸግዒ ንኽትበጽሓ ዝሕግዘክን እዩ። ስለዝኾነ ድማ እኹል ዝንጅብል ክትጥቀማ ኣለክን። ብዙሓት ደቂ ተባዕትዮ ናይ ጾታዊ ርክብ ስምዒት ዘይብልኩም፣ ድሌት ስምዒት ዋላ እንተሃለወኩም እውን መትሎኹም ደው ዘይብለልኩም፣ መትሎኹም ደው እንተበለልኩም እውን ኣብ እዋን ጾታዊ ርክብ ናይ ጻንሒት ጸገም ከም ዘለኩም ይፍለጥ እዩ። ኣብ ደቂ ኣንስትዮ እውን ብተመሳሳሊ ናይ ጾታዊ ርክብ ድሌተን እንዳሃለወ ናብ ጾታዊ ርክብ ክትኣትዋ እንተለኽን፣ ቃንዛ እንዳተሰምዐክን ሓደ ሓዴኽን ድማ ናይ ጾታዊ ርክብ ስምዒት ፈጺሙ ከም ዘይብልክን ትዛረባ ኢኽን። እዚ ምስ ናይ ቴስቴስትሮን ሆርሞን ኣብ ደቂ ተባዕትዮ፣ ኣብ ደቂ ኣንስትዮ ድማ ኢስትሮጂን ሆርሞን ብበዝሒ ዘይምፍልፋል ዝመጽእ ጸገም ስለ ዝኾነ ኩሉኹም ግድን ኣብ ሕድሕድ ምግብኹም ብቐሊሉ ትረኽብዎ ተኽሊ ዝንጅብል ኣብ ሕድሕድ ምግብኹም ምእታውኩም ክትርስዑ የብልኩምን። ኣብ ሕድሕድ መዓልቲ ኣብ ትበልዕዎ ምግብኹም ንዝንጅብል ኣእቲኹም ትበልዑ እንተኾይንኩም፣ ንጾታዊ ርክብ ዝተተሓዘ ብቐሊሉ ክተስተውዕልዎ ትኽእልዎ ለውጢ ከምትሪኡ ሚእቲ ፐርሰንት ብምትእምማን እዩ። ካብ ዝገርመኩም ኣብ ወጻኢ ዓድታት፣ ኣብዞም ዝሰልጠኑ ዓድታት ማለት እዩ፣ ነዚ ተኽሊ ወይ ድማ ነዚ ዝንጅብል ተኽሊ ብኦይል ወይ ድማ ብዘይቲ መልክዕ ብምድላው ብኽባር ገንዘብ ከም መድሓኒት ብምሻጥ ብዙሕ ኣታዊ የእትውሉ እዮም። ስለዝኾነ ዝንጅብል ብቐሊሉ ኣብ ቀረባና። ክንረኽቦ ንኽእል ስለ ዝኾነ ኣብ ሕድሕድ ምግብኹም እንዳኣተኹም ናይ ጾታዊ ርክብ ሂወትኩም ብሉጽ ጽዕጋባይ ተናፋቂ ከም ትገብርዎ ብምትእምማን እዩ ነዚ መደብ ሰሚዕኹም እውን ናይ ዝንጅብል ኣጠቃቅማኹም ከም ተውስኽዎ ተስፋ ይገብር። ጥቅሚ ዝንጅብል ንምዝኽኻር ዝኣክል ንደቂ ተባዕትዮ ኣብ ደቂ ተባዕትዮ ጥራሕ ዝርከብ ቴስቴስትሮን ሆርሞን ከምኡ እውን ናይ ደም ምዝውዋርኩም ብምምሕያሽ፣ ኣብ እዋን ጾታዊ ርክብ መትልኹም ደው ንኽብል፣ ቀልጢፍኩም ንኸይተፍስሱ፣ ናይ ጾታዊ ርክብ ስምዒትኩም እውን ንኽመጸልኩም ብምግባር ናይ ጾታዊ ርክብ ህይወትኩም የማሕይሽ እዩ። ንደቂ ኣንስትዮ ድማ ብተመሳሳሊ፣ ከም ናይ ደቂ ተባዕትዮ ቴስቴስትሮን ሆርሞን ዝበልናዮ፣ ኣብ ደቂ ኣንስትዮ ድማ ኢስትሮጅን ዝበሃል ሆርሞን ኣሎ። ነዚ እውን ዝንጅብል ብበዝሒ ንኽፍልፈል ብምግባር ኣብ ብልዕትኽን ከባቢ ራሕሲ ንኽህልወክን ይገብር እዩ። ኣብ ብልዕትኽን ከባቢ እኹል ራሕሲ እንተሃልዩ ድማ፣ ኣብ እዋን ጾታዊ ርክብ ቃንዛ ኣይስምዐክንን፣ ኣብ እዋን ጾታዊ ርክብ ቃንዛ እንተዘይተሰሚዕኪ ድማ ብሉጽ ኣዕጋባይ ጾታዊ ርክብ ንኽተሕልፋ ዝሕግዘክን እዩ። ካብዚ ብተወሳኺ ኣብ ብልዕትኽን ከባቢ እኹል ራሕሲ እንተሃልዩ ብቐሊሉ ናብ ናይ ጾታዊ ርክብ ንዕግበት ጸግዒ ንኽትበጽሓ ዝሕግዘክን እውን እዩ። ስለዝኾነ ዝንጅብል ነዞም ክልተ ሆርሞናት ብበዝሒ ንኽፍልፈሉ ብምግባርን ምዝዋር ደምኩም ብሉጽ ንኽኸውን ብምግባርን ናይ ጾታዊ ርክብ ዓቕምኹምን ድሌትኩምን ንኽውስኽ ይገብር እዩ።